ህያብ ተዓጊታ ኩሎም ተጨኒቖም። ሰላም ሰላም ናይ ሸዊት ዩቱብ ተኸታተልቲ ዝኾንኩም ከመይ ኣለኹም? ሰላም ዲኹም? ኣነ ሰላሜ እግዚኣብሔር ይመስገን። ንስኻትኩም ለኣ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለማዓንቲ ከዓኒ ብሓድሽ ቪድዮ መፅኤኩም ኣለኹ። ዝመፀኹሉ ቪድዮ እኳ ደስ እንተዘይበለ ግን ያው ብዛዕባ ህያብ ኤፍሬም ዳጊ ሊሊ ኣሌክስ የመፅኩም ዘለኹ ማለት እዩ እምበኣር ከዓስ ህያብና ኤፍሬም መቐለ ከም ዘለዉ ምስ ቤተሰብ ክራኸቡ ምስ ቤተሰብ ግዜ ከሕልፉ ከም ዝኸዱ ኣብ በቕነት ማሊ ኤፍሬም ኣብ ዝሰርሖ ቪድዮ ምስ ህያው ኮይኖም ተናጊሮም ነይሮም። ብጣዕሚ እያ ደስ ትብል ትግራይ ብጣዕሚ በቃ ደስ ትብል ግዜ እንዳሕለፍና ኢና እንዳበሉ ነይሮም። ብጣዕሚ ደስተኛታት እውን ነይሮም። ግን ድማ ትማሊ ኣብ ዝረአናዮ ኣብ ናይ ህያብ ቪድዮ ድማ ብጣዕሚ ደስ ዘይብልን ሕማቕን እዩ ነይሩና ህያብ ቤተሰባ ማለት እዩ ሰብኣይ ከም ዝቐረውላ ምስ ካሊእ ክትመርዐ ምዃና እያ ትናገር ነይራና ህያብ ብጣዕሚ ማለት ኣይፈተየቶን ኩለኩም ኣይፈተየቶን ኩለኩም ንቲ ሰብ ዘይኮነ ንቲ ሓሳብ ንሱ ጭራሽ ኣይደገፈተይ ከመይ ኢለ ኣነሲ በዓልቲ ሓዳር ሰብኣይ ዘለኒ እንድየ ከመይ ኢለ እየ ንኡ ክኸውን ዝኽእል ኣነ እሱሲ ወጣት ስለ ዝኾነ ክርድኦ እየ ክርድአኒ እዩ ክንረዳዳእ ኢና ኢላ ማለት እዩ ብጣዕሚ ግን ኣይገርመኩም ቤተሰብ ከመይ ተልኩም ሲ ብግዲ ተመርዐውኒ ኣብዛ ሰዓት እውን ብግዲ ደኒ እዩ እሱ ዝብል ዘሎ ገና ኣብ ህፃውንትና እንዳሃለና ጓል ተወሊደ ንወደኺ ወዲ ተወሊደ ደሞ ንጓልኪ ከምዚ እንታይ እዩ ዝበሃል እንድዒ ይቅርታ ቤተሰብ ረሲዐ ኢልኩ ዝሮ ዝሮ ተሓፂኦም ካብ መጀመርያኦም ክውለዱ ከለዉ ከምኡ ከም ዝበለ እዩ ዝናገር ነይርና ትፈልጥዎ ተኾይንኩም እንታይ ከም ዝበሃል ድማ ኣብ ኮመንት ግደፍለይ ኣነ ግን ረሲዐያ ኣለኹ ይፈልጣ ነይረ ግን ሕጂ ዝተሃስክዋን ማለት እዩ እና ከምኡ ከም ዝተሃለ ኣጎትሽ ኣጎትሽ ኣጎትሽ ህያብ መጥታለች ታገባታለ ኧረ በጣም ነው የሚያስቀው ቤተሰብ እንዴት ስትሉ ማለት ነው

እንካ ሓዝዮ ኣበባ ተቐበልኒ ኢልዋ ኣነ ይቕበለካ እንታይ ይቅበለካ ንኣኻ እንታይ ይምልከተኒ ስለላስ ትቕበልኒ ትቕበልኒ ብግዲ ትመርዐወኒ ኢኺ ትመርዐወኒ ኢኺ ከምዚ እውን ይበሃል ድዩ ቤተሰብ እስኺ ናተይኺ ይፍሬም እባ ምንባ ምንባ ኤፍሬም ዝበሃል ኣነ ኣይፈልጥን እስኺ ናተይ ምዃንኪ ጥራይ እየ ዝፈልጥ እረ ኣብዚ ህዚ ግዘስ ንእሽተን ሸም እዩ ከመይ ጌርካ ኣብዚ ህዚ ሰዓት ብግዲ ዝበሃል ኒኦ ድዩ ኣነ ኣፍቅያረ ዘለኒ ሰብ እየ ኣነ ንዓኻ ኣይኮንን ትብለላስ ኖኖ ኣይተመርዕኺ ወዶ ኣይተመርዕኺ ሓዳር ኣይገበርክን በቃ ናተይኺ ናተይኺ ግዲ ንስኽሲ ምሳይካ ሓዳር ትገብሪ

እዚ ዝገብር ዘሎ ኤፋ ከይኮነ ይቐሪ ማለት እዩ ፕራንኪ እዮም ዝገብርዎ ኣለዉ ዝኾኑ ይብል እና ብጣዕሚ ተጨናኒቃ ህያ ምንም ክርዳኣ ኣይከኣለን ናይ ባዕሉ እንትን ናይ ባዕሉ ስምዒት ብቻ እዩ ዘዳምፅ ነይሩ እምበር ህያ ብትናገሮ ዘላሲ ምንም ክዳመፃስ ኣይከኣለን ማለት እዩ ኣጎትሽ ኣጎትሽ ኣጎቴ ንባዕሉ እኳሲ ኣይፈልጦን እና ብዙሕ ኣነ ዝነብሮ ኣብ ካሊኡ ንሱ ዝነብሮ ኣብ ካሊኡ እና ኣነ እዚ ነገር እዚ ምንም ኣይፈልጦን ንኣይ ሓድሽ እዩ ኢላቶ እሞ ኣነ ይፈልጥ እየ ኣነ ስለ ዝፈልጥ እንድየ ዝነግረኪ ዘለኹ ብግዲ ትምርዐወኒ ኢኺ ኢልዋ ማለት እዩ ህያብ ኣብ መጨረሻ ገዲፋት እያ ከይዳ ሪኢኹምዎ ኢኹም ማለት እዩ ግን ኣብ መጨረሻኡ ከየዕግታ ሰባት ገይሩ ምናምን ከይጮያ ማለት ቤናት ኮይናሲ ግድን ከይዓግታ ማለት እዩ ዓጊቱ ከይምርዓዋ እንታይ ደኣ ከምኡ እዩ ቀሪዎን እዩ ከምቲ ንሪኦ ነበርናሲ ብጣዕሚ እዩ እንትን ነይሩ ማለት እዩ ከምዚ ናብኡታት እዩ በቃ ናብ ምዕጋት ነገር እዩ ዘብል ነይሩ ማለት እዩ ኣብ መጨረሻ ግን ያው ህያብ ክረኽብዎ ኣይከኣሉ በዓል ኤፍሬም በዓል ኣሌክስ ሊሊ ዳጊ ኩሎም ክረኽብዎ ኣይከኣሉን ማለት እዩ ሊሊ ንባዕሉ ብጣዕሚ እያ ሓዚና ንባዕላ ደንጊፃ ማለት እዩ እና ቤተሰብ ህያብ ዝሮ ዝሮ ዝወዲ ዓጊትዋ ኣሎ ማለት እዩ ህያብ ተዓጊታ ኣላ ማለት እዩ ብጣዕሚ እዩ ዘናደካ ብጣዕሚ እዩ ዘሕዝነካ ከመይ ትልኩም እሳቶም ክዝናነዩ ምስ ንበዓል ሊሊ ግዜ ከሕልፉ ደስ ዝብል ግዜ ከሕልፉ እዮም ከይዶ እምበር ከምዙይ ክትምርዐው ዶ ምንዶ ሓሰብ እውን ከይዶምና ኤፍሬም እንታይ ዓይነት ስምዒት ክስምዐ እዩ ኣይጠፍኣኩምን ማለት እዩ ብጣዕሚ እዩ ዝድብር ማለት እዩ ከምዚ ዓይነት ንሳብ ዘይትፈልጠሉ ሲ በዓሎም እዮም ከይዶም ያው እሱ ዝብል ዘሎ ግን ያው ከም ትመፅእ ዝገበረ ኣኮ ከእዩ ከም ትመፅእ ዝገበረ ናብ መርዓ ምሲሉ ከም ትመፅእ ዝገበረ ሲ ነዚ ስለ ዝሓሰበ እዩ ኣብዚ ሕጂ ሰዓት እውን ከምዚ እኒኦ ድዩ ቤተሰብ ማለት ብዘይ ፈቃድካ እ፣ እስኻ ናትካ ኢድ ዘይብሉ ሲ እ፣ ከምዚ ኢሉ ድዩ ማለት ብቤተሰብ እኮ ቆንጆ እዩ ብቤተሰብ ክትምርዓ ከለካ ደስ ይብል እዩ ሕማቅ ነገር ኣይኮንኩ ዝብሎ ግን ከዓ እዚ ብግዲ እዩ ገይርዎ እኒኦ ማለት እዩ ብሓይሊ ትምርዐውኒ ትምርዐውኒ ኣነ ዝፈልጦ ተኣምር የብለይን እስኺ ናተይ ኢኺ ምሳይ ቆልዓ ወሊድ ክናተይ ሰበይቲ እያ ክትኾን ንስኺ እምበር ናይ ማንም ኣይትኾን ትወልዲ ኸ ተወልዲ ኸ እያ ኣረ ዝሮ ዝሮ ብጣዕሚ ተዝናኒኹም ክትኮኑ ተስፋ ይገብር ማለት እዩ ትማሊ ብጣዕሚ እዩ ዘዝናኒ ቪድዮ ህያ ማለት እዩ ህያ ወለይ ትፈልጥ ክትኮን ትኽእል ፕራንክ ይገብርዎ ነይሮም ክኾኑ ይኽእሉ ኣይፍለጥ እዩ ግን ኣብዚ ሕዚ ሰዓት ኩሎም እዮም ተጨኒቆም ዘሎ ብጣዕማ ብጣዕሚ ማለት እዩ ኩሎም ህያብ ሊሊ ኣሌክስ ኤፍሬም ግደፍዎ ዳጊ ግደፎ እዚኣቶም ግደፎ ማለት እዩ ብጣዕሚ እዚ መጨረሻ ክትቆረፅ ከላ ቪድዮ ሪኢኹም ኢኹምና እንዳፈርሐት እያ ትኸይድ ነይራ ህያ ለማዓንቲ ብፅቡቕ ድዮ ክመፁና ሰላም ኮይና ክትመፀና ተስፋ ንገብር ማለት እዩ